ድምፂ ኣሰና እዚ ካብ ከተማ ለንደን ዝመሓላለፍ ድምፅኹም ድምፂ ኣሰና እዩ ነቒሉ ጎቦዝ ነቒሉ

ሰላም ኩቡራት ተኸታተልቲ ድምጺ ሰና ከመይ ትውዕሉ ኣብ ናይ ሎሚ ዓርቢ ዕስራ ሓምለ መደብና ፈለማ ዜና ቀጺልና ነቲ ትማሊ ብጥቕሲ ዜና ዘቕረብናልኩም ሓደ ካብ ላዕለዎት መራሕቲ ህዝባዊ ግንባር ተጋዳላይ መስፍን ሓጎስ ኢሰያስ ቀቅድሚ ናጽነት ምስ ኢህወደግ ሓባራዊ መንግስቲ ንምቋም ተሰማሚዑ ከም ዝነበረ ዝገልጽ ሓበሬታ ሙሉእ ብሙሉእ መታን ክትከታተልዎ ነቲ ኣብ ሬድዮ ኤስቢኤስ ትግርኛ ዝገበሮ ዝርርብ ከም ዘለዎ ከነቕርበልኩም ኢና ኣስዒብና፣ ኣባል ሻድሻይ ሃገራዊ ኣገልግሎት ዝነበረት፣ ኣብቲ ብምስምስ ዶብ ኤርትራን ኢትዮጵያን ዝተገብረ ኹናት ዝሰንከለት ገጣሚት ሩማና ብርሃኑ፣ ነዚ ኣብዚ እዋንዚ ኤርትራን ኢትዮጵያን ዝገብርኦ ዘለዋ ስምምዕ ሰላም፣ ምስቲ ኣብ እዋን ዝሰንከለትሉ ኩነታት ኣተኣሳሲራ፣ ንሃገረይ ኢለ ምስንካለይ ክሳብ ሎሚ ሕብንት ነይረ፣ በዚ ዝፍጠር ዘሎ ኩነታት ግና ተሰሚዑኒ ክትብል ንኤስቢኤስ ዝሃበቶ ቃል'ውን ከነቕርበልኩም ኢና። ፈለማ ግን ዜና በርእስታቱ ክንጅምር። ምልካዊ ስርዓት ኢስያስ ሰራዊት ኤርትራ ካብ ዶባት ኢትዮጵያ ከም ዝሰሓበ ሮይቶርስ ንኣገልግሎት ዜና ናይቲ ስርዓት ብምጥቃስ ሓቢሩ። ሰሜን ኮርያን ኤርትራን ኣብ ዓለም ዝዓበየ ቁጽሪ ጊላነት ከም ዘለወን ኣብ ተራ ግጭታትን መንግስታዊ ዓመጽን ተገዲሱ ዝተኻየደ ኣህግራዊ መጽናዕቲ ከም ዝገለጸ ሮይተርስ ሓቢሩ። መንግስቲ ጁቡቲ ነቲ ምስ ኤርትራ ዘለዋ ዶባዊ ምስሕሓብ ንምፍታሕ ሓገዝ ውድብ ሕቡራት ሃገራት ከም ዝሓተተት ኣፍሪካ ኒውስ ሓቢሩ። መንገዲ ኣየር ኢትዮጵያ ዝበለጸ መንገዲ ኣየር ኣፍሪቃ ተባሂሉ ንኻልኣይ ዓመት ብተኸታታሊ ከም እተሸለመ መንግስታዊ ማዕከን ዜና ኢትዮጵያ ሓቢሩ። ዝኸበርኩም ሰማዕትና ዝርዝር ዜና እንሆ። ምልካዊ ስርዓት ኢሲያስ፣ ሰራዊት ኤርትራ ካብቲ ብጻዕቂ ሰፊሩሉ ዝጸንሐ ዶባት ኢትዮጵያ ከም ወስታ ዕርቂ ብዝብል ምኽንያት ከም ዝሰሓበ ሮይተርስ ንገጻት ፈይስቡክ ኣጎልጉለት ዜና ናይቲ ስርዓት ብምጥቃስ ሓቢሩ። እቲ ሰራዊት ኢትዮጵያ ካብ ልኡላዊ መሬት ኤርትራ ከይወጸ ምስ ኢትዮጵያ ኣይንዘራረብን ኢና ክብል ንልዕሊ ዓሰርተ ሽዱሽተ ዓመት ደሪቑ ዝነበረ ምልካዊ ስርዓት ኢሲያስ መንግስቲ ኢትዮጵያ ንውዕል ኣልጀርስ ምሉእ ብምሉእ ከም ዝተቐበሎን ንውሳነ ኮምሽን ዶባት ከተግብሮ ቅሩብ ምዃንን ምስ ገለጸ ግምጥል ኢሉ ምሕንጻጽ ዶብ ኣየገድስን እዩ፣ ምርግጋእ ኢትዮጵያ እዩ ቀዳምነትና ብምባል፣ ነቲ ብምኽንያት ዶብ ኣሳቢቡ ዓሰርተታት ኣሽሓት ኤርትራውያን መንእሰያት ዝቐዘፈሉ ጉዳይ ዶብ ዕሽሽ ካብ ምባል ሓሊፉ፣ ሰራዊት ኢትዮጵያ ካብ ዶባት ከምስሓቡ ብወግዒ ኣብ ዘይተገልጸሉ እዋን፣ ሓይልታት ምክልኻል ኤርትራ ካብ ዶባት ይስሕብ ምህላዉ ይፍለጥ። ሰሜን ኮርያን ኤርትራን ኣብ ዓለም ዝዓበየ ቁጽሪ ጊላነት ከም ዘለወን ኣብ ተራ ግጭታትን መንግስታዊ ዓመጽን ተገዲሱ ዝተኻየደ ትማሊ ሓሙስ ዝተዘርግሐ ኣህግራዊ መጽናዕቲ ከም ዝገለጸ ኣይዊትነስ ኒውስ ዝተባህለ ማዕከን ንጸብጻብ ሮይተርስ ብምጥቃስ ሓቢሩ። ኣብ ማእከላይ ኣፍሪቃ እትርከብ ብሩንዲ እውን ንኤርትራን ሰሜን ኮርያን ስዒባ ብዘበናዊ ጊላነት እትኽሰስ ሃገር ምዃና እቲ ሓበሬታ ይጥቀስ። እቲ ኣብ ሰሜን ኮርያ ካብ ዓሰርተታት ዜጋታት ሓደ ግዳይ ዘበናዊ ጊላነት ምዃኑ ዝጠቐሰ ጸብጻብ፣ መንግስቲ ኤርትራ ነቶም ብስመ ሃገራዊ ኣገልግሎት ብዓመጽ ዘዐስከሮም ዜጋታት ንዓሰርተታት ዓመታት ኣብ ግዱድ ዕዮ ከም ዘዋፈሮም ብምምልካት እዩ ንኤርትራ ኣብ ዝለዓለ ደረጃ ናይ ዞባዊ ጊላነት መዝጊብዋ። እቲ ጸብጻብ ኣብ ሃገራት ዓረብ ሕጽረት ሓበሬታ ከም ዝነበሮ ይጠቅስ። መንግስቲ ጁቡቲ ነቲ ምስ ኤርትራ ዘለዎ ዶባዊ ምስሕሓብ ንምፍታሕ ሓገዝ ውድብ ሕቡራት ሃገራት ከም ዝሓተተ ኣፍሪካ ኒውስ ሓቢሩ። ኣምባሳደር ጁቡቲ ኣብ ውድብ ሕቡራት ሃገራት መሓመድ ሲዒድ እዶዋለ ናብ ባይቶ ጸጥታ ኣብ ዝጸሓፎ ደብዳበ፣ ውድብ ሕቡራት ሃገራት ንኤርትራን ጁቡትን ቅቡል ዝኾነ ሰለማዊ ፍታሕ ናይቲ ዶባዊ ምስሕሓብ ከቕርበሎም ጸዊዑ። ሕጋዊ ቀያድነት ዘለዎ ኣህግራዊ መንጎኝነት ከም ዘድልዩ'ውን ኣመልኪቱ። እቲ ጁብቲ ኤርትራ ተቋጻጺራቶ ኣላ እትብሎ ቦታታት ጎቦታት ዱሜራ ከምኡ'ውን ከምኡ'ውን ደሴት ዱሜራ እዩ። ኣብቲ ዶባት ኩሉ ግዜ ምትፍናን ከም ዘሎ ገና ዘይተፈትሐ ጉዳይ ምሩኻት እውን ምህላዉ ብምጥቃስ ከኣ ምፍታሕ ናይቲ ግጭት ነቲ ዘሎ ወጥሪ ከፍኩሶ ከም ዝኽእል ኣምባሳደር ጁብቲ ኣብ ሕቡራት ሃገራት የገንዝብ። መንገዲ ኣየር ኢትዮጵያ ዝበለጸ መንገዲ ኣየር ኣፍሪቃ ተባሂሉ ኣብ ለንደን ኣብ ዝተኻየደ ናይ ክልተ ሽሕን ዓሰርተ ሸሞንተን ዓለማዊ ሽልማት መንገዲ ኣየር ንካልኣይ ዓመት ብተኸታታሊ ከም እተሸለመ መንግስታዊ ማዕከን ዜና ኢትዮጵያ ንኣፍሪካን ኢሮስፐይስ ብምጥቃስ ሓቢሩ። ብመሰረትቲ ሓበሬታ መንገዲ ኣየር ኢትዮጵያ ንዕቤት መጓዓዝያ ኣየር ኣፍሪቃ ብዝገበሮ ኣበርክቶን ዕቤት መኽሰቡን'ዩ ንሽልማት በቒዑ። ኣብዚ እዋንዚ ንሓምሳን ሓሙሽተን ከተማታት ኣፍሪቃ ኣገልግሎት ዝህብ መንገዲ ኣየር ኢትዮጵያ፣ ብዓለም ደረጃ ሚእትን ዓሰርተን መዕረፊታት ኣለዎ። ዝኸበርኩም ሰማዕትና ዜና ኣብዚ ይፍጸም።